ኣርእስተ ዜና ስርዓት ብልፅግና ኣብ ዝቕነ ኣብ ከባቢ ሸራሮ ዝፈፀሞ ግፍዓዊ ደብዳብ ድሮን እቲ ስርዓት ህዝቢ ትግራይ ንምጥፋእ ካብ ዘለዎ ክቱር ድሌት ዝብገስ ኢሎም ነበርቲ ከተማ ሸራሮ ሕድርን ዕላማን ስዋኣት ንምትግባርን ዘይተዛዘመ መኸተ ቃልሲ ህዝቢ ትግራይ ንምዝዛምን ከም ህዝቢ ብዝተወደበን ብሓድነትን ክንንቀሳቐስን ክንቃለስን ይግባእ ኢሎም ኣመሓደርቲ ወረዳታት ቀይሕ ተኽልን ቆላ ተንቤንን ፅባሕ ንብህጋ ትግራይ ክትገሃድ ኩሉ ትግራዋይ ኣብ ጎኒ ሰራዊት ትግራይ ተሰሊፉ ብትረት ክቃለስ ይግባእ ክብሉ ኣባላትን ኣመራርሓን ሰራዊት ትግራይ ፀዊዖም ዝብሉ ዓበይቲ ዜናታት ዜና መፅየትና እዮም። ሰላም ጥዕና ሃበልና ከመይ ትጸንሑ ዝኸበርኩም ተመልከቲ ዲw ኢንተርናሽናል ብዝተፈላለየ መራፅታት ናባኻትኩም ዝቐርብ ዜና መጽሔትና ጀሚረ ኣሎ ዜናታት ብምምራሕ ወልደ ምረት ገዛኢ ምስ መላእ ኣባላት ስቱድዮና ሓቢርናኩም ጻኒት ክንገብር ኢና ኣብ ዝመረጽናይ ርእሰ ጉዳይ ተወሳኺ መብርህ ዝውና እውን ጋሻ ዓዲምና ኣለና ሰዓቶም ምስ ኣኸለ ጋሻ እውን ናባኻትኩም ዝቐርብ ክኸውን እዩ ሕዚ እውን DW International ይኹን ሕርያኹም። መዓልቲ ሰማእታት እንትንዝክር ሰማእታት ዝወደቕሉ ዕላማ ብምትግባርን ሕቶታት ህዝቢ ብምምላስን ክኸውን ይግባእ ክብሉ ከንቲባ ከተማ ዓብዪ ዓዲ ኣይተ ተኽላይ ተስፋይን ዋና ኣመሓዳሪ ወረዳ ጣንቋ ምላሽ ኣይተ ሓጎስ ሃደራን ገሊጾም እቶም ኣመራርሓ ብምኽንያት ቅንያት ዝኽሪ ሰማእታት ትግራይ ኣብ ዘመሓላለፎ መልእኽቲ ሕድሪ ሰማእታትና ብቓል ጥራሕ እንተይኮነስ ብተግባር እውን ክነሽርፎ ይግባ ኢሎም ኣለው ፍትሓዊት ተኽላይ
ስርዓት ደርጊ ዓሳ ንምሓዝ ባሕሪ ምንፃፍ ዝብል ኣምር ተሓንጊጡ መሬት ትግራይ እምበር ህላወ ህዝቢ ትግራይ እንተየገደሶም ንፁሃን ዜገታት ምጭፍጫፉ ይዝከር። በዚ ዘይተሰኮነ ህዝቢ ትግራይ ቃልሲ ሕይሉ ስርዓት ክሃንፅ እንተኸኣለ እኳ ኣብ ቀረባ እዋናት ድማ ተመሳሳሊ ፍፃመ ዝተፈፀሞ ህዝቢ ትግራይ ሓድነቱ ኣስጢሙ መኪቱ ውዕሊ ፕሪተርያ ክፍረም ኣኽኢሉ እዩ ክብሉ ከንቲባ ከተማ ዓብይ ወዲ ኣይተ ተኽላይ ተስፋዬን ዋና ኣመሓዳሪ ወረዳ ጣንቋምላሽ ኣይተ ሓጎስ ሃደራን ገሊፆም። ጠቕላላ ህዝቢ ክጭፍጨፍ ኣሎ ክጠፍእ ኣሎ ዝብል ደርጊ ብዝኣወጀልና ኹናት ኣብ ሓደ መዓልቲ ልዕሊ ሰለስተ ሽሕ ዝኣክል ህዝቢ ስኢንና ኢና። ኣጠቓላሊ ናይ ህዝቢ ትግራይ ክጠፍእን ከም ዘርኢ ትግራይ መሬታ እምበር ህዝባ ይደልዩ ዝብል ጀኖሳይድ ተኣዊጅልና እዩ። ድሕሪ እቲ ደማዊ ኹናት ድማ ህዝቢ ትግራይ ሓደ ኮይኑ ኣብ ውሽጢ ዓዲ ዘሎን ኣብ ወፃኢ ዘሎን ህዝቢ ትግራይ ኣይጠፍእ ኢሉ ብኹናት ገጢሙ ምስዓር ምስ ኣበዮ ድሓር ብሰላማዊ መንገዲ ናይ ውዕሊ ፕሪቶርያ ተፈፂሙ እዩ። ናይ
ውሽጥን ናይ ደገን ፈተነታት እናበድሀ፣ ህዝቢ ትግራይ ብዙሓት ፈተናታት ኣሕሊፉ እዩ። ናይ ደገ ወራራት እውን መኪቱ እዩ። ኣይተገዘእን፣ ኣይተንበርከኸን። እቲ ክብድ ዝበለ ስርዓት ደርጊ ንምድምሳስ ዝኸፈሎ መስዋእቲ ውፅኢቱ ንተጋሩ ናብ ብርኩኺት ዓለም መንዮም ዘብል ናይ ልምዓት፣ ናይ ሰላም፣ ገጽታ ኣብ ኢትዮጵያ ክረኣ ናይ ዲሞክራሲ ገጽታ ኣብ ኢትዮጵያ ክምስከር ሓቂ ምዃኑ ዓለም ክምስከረሉ ዝገበረ ቃልሲ ህዝቢ ትግራይ እዩ። እቲ ብሓያል ቃልስን ርብርብን ህልውንኡ ዘረጋገጸ ህዝቢ ትግራይ ሐዚ እውን እንተኾነ ተመዛበልትን ግዝኣትን ትግራይ ግን ክምለሱ ኣይከኣሉን ይብሉ እቶም ኣመራርሓ። ናይ ትግራይ ግዝኣት ክምለስ፣ ተመዛበልትና ክምለሱ፣ ተሓታትነት ክረጋገፅ፣ ዳግመ ህንፀት ናይ ትግራይ ክካየድ እዩ ተሓሲቡ ነይሩ። እዚ ድማ ካብ ግዜ ናብ ግዜ ዕፅዋታት ናገበርካ፣ ባጀት ምዕፃይ፣ ኢኮኖሚ ምዕፃይ፣ ኩሎም ነገራት ኣብ ዕፅዋን ክባን ብምእታዉ ህዝቢ ትግራይ ዛጥፍእ ብምኳኑ፣ ሰላም ሕዚ እውን ናይ መትከል ናይ ዘይንቕነቕ መትከል ናይ። መንግስቲ ትግራይ እዩ። ሐዚ እውን ሰላም ደሊና ሰላም ክደልየ ዝብል ሓይሊ ኩሉ ነገር ሐዚ እውን ድሉዋት ኢና ማለት እዩ። ገሊኡ መንግስቲ ስለ ዝተመለሰስ ኩናት ስለ ዝደልየ ተባሂሉ ብዝተፈላለየ ደረጃ ይለዓል እዩ። እዙይ ትኽክል ሃምዘይኾነ። እዚ ውዕሊ እዚ ሽርሒ ሒዙ ዝመፀ ውዕሊ እዩ። መንግስቲ ትግራይ ንግዚኡ ዝነበሮ መንግስትነት ኣወንዚፉ ምእንተ ሰላም ክኸፍሎ ዝኽእል ኹሉ ዓይነት መስዋእቲ ድሉው ስለ ዝኾነ ህዝቢ ትግራይ፣ መሪሕነት ህዝቢ ትግራይ ናብቲ ውዕሊ ክኣቱ ተገዲዱ እዩ። ካብ ስልጣኑ ኣውሪዱ ኻሊእ ግዝያዊ ምምሕዳር እውን ሸይሙ እዩ። ይኹን እምበር እቶም ተልእኾታት ድሕሪኡ እውን ክፍፀሙ ኣይኸኣሉን። ሰለስተ ዓመታት ፃንሒት ዝነበሮ ግዝያዊ ምምሕዳር ትግራይ ዘይተመለሱ ሕቶታት ክምልስ ተስፋ ተዋሂብዎ ዝነበረ እንትኸውን ብዝግባእ ክሰርሕ ከም ዘይከኣለ ዝገለፁ እቶም ኣመራርሓ፣ ሕዚ ውን መዓልቲ ሰማእታት እንትንዝክር ሕቶታት ህዝቢ ትግራይ ኣብ ምምላስ ብዕቱብ ከም ዝስራሕ ብምግላፅ፣ ብፍላይ ድማ ምጥንኻር ሰራዊት ቀዳምነት ከም ዝወሃቦ ዮም ዘመላኽቱ። ካብዙይ ተበጊስና
ሕዚ ዘለናዮ ኹነታት በቲ ሓደ ገፅ መንግስትና መሊስና ኣለና። በቲ ሓደ ገፅ እውን ግዝኣት ናጋን ኣይተመለሰይ፣ ግዝኣት ኣይተመለሰይ፣ ተመዛበልቲ ኣይተመለሱይ፣ እቲ ኸረምቲ ይኣቱ ኣሎ። ስለዚ እዙይ እውን ኣብ ኣዐርዩ ድቃስ ዝኸልእ እዋን ኢና ዘለና። ነዙይ ኽንገብር እንተኾይንና መላእ ህዝቢ ትግራይ ኣብ ግዝኣት ትግራይን ኣብ ተመዛበልቲ ምምላስን ማዕረ ኢና ኽንኾን ዘለና። ስለዚ ኣብዙይ ምንም ድርድር የብሉይ። እቲ ዝለዓለ ክሻብ ሐዚ እቲ ሰራዊትና ኣብ ግምባር ኾይኑ ኹሉ ነገር መከራ ናረኸበ ጥራይ ኸውዱ ቦዶው ኽዳን ውን የብሉ ጫማ ውን የብሉ ምግቢ ውን ዘየብሉ ናይ ትግራይ መሬት ኣብ ዘይተመለሰ ኣነ ካውዚ ንቕንቕ ኣይብልይ ልዩ ኣብ በረኻ ዝነብር ዘሎ ማለት እዩ ስለዛ ውሽጢ ዘለና ብዝተፋላለየ ደረጃ እዚይ ውን ሰራዊትና ክናጠናኽር እዩ ዘለና ምኽንያት ትግራይ ሐዚ ጥራሕ ዘይኾነስ መፃኢኡን ሰራዊት ኣድልያ እዩ። ዘለና ሐዚ ተልእኾ ተጋሩ ሐደ ኾይንና ሉኣላዊ ግዝኣትና ተመዛበልትና ክንምልስ መሰል ርእሰ ውሳነና ክነረጋግፅ እዚኦም ዘይሕለፉ ቐይሕ መስመር ናይዚ ናይ መዓልቲ ሰማእታትና ጉዳያት እዮም ማለት እዩ።
ስርዓት ብልፅግና ኣብ ዝቕነ ኣብ ከባቢ ሸራሮ ዝፈፀሞ ግፍዓዊ ደብዳብ ድሮን እቲ ስርዓት ህዝቢ ትግራይ ንምጥፋእ ካብ ዘለዎ ክቱር ድሌት ዝብገስ ኢሎም ነበርቲ ከተማ ሸራሮ እቲ ደብዳብ ንህዝቢ ትግራይ ዝያዳ ዝሕርን እምበር ዘንበርክክ ከም ዘይኮነ ድማ እቶም ወሃብቲ ርእቶ ገሊፆም ኣለው ርክብ ህዝቢ እታ ከተማ ንድምፂ ወያነ ትግራይ ልኢኽልና ኣሎ መሳርሕትና መብራት ንጉስ ድማ ከም ዝስዕብ ህዋ ይዳቶ ኣላ
ኣብ እዋናዊ ኩነታት መሰረት ገይሮም ርእይትኦም ዝሃቡ ነበርቲ ከተማ ሸራሮ፣ ህዝቢ ትግራይ ንሰላም ክብል ትዕግስቲ ብምግባር ኣብ ልዕሊኡ ዝበፅሖ ዘሎ ስቓይን መከራን ተፃዊሩ ዝኸይድ ዘሎ ህዝቢ እዩ። ንሕና ከም ህዝቢ ንሃለዋትናን ድሕነትናን ክንብል ክንቃለስ ኢና፣ ቃልስና ድማ ፍትሓዊ ስለዝኾነ ምዕዋቱ ኣይተርፍን ይብሉ። ስርዓት ብልፅግና ዝገብሮ ዘሎ እቲ ኣብዚ ለማኣነ ዝገበሮ ሕይ ናይ ድሮናት ደብዳብ ኣብቲ ህዝቢ ዘርኣዮ ሕራነን ቁጠዐን እዙይ ተጣናኺሩ ክቕፅል ኣለዎ። ናይ መጨረሻ ዓወትና ክንራጋግጸሉ እንኽእል በዚ መንገዲ እዚ ስለ ዝኾነ ተጣናኺርና ክንቅጽል ኣለና። ሞቲ ኣጋጢሙ ዘሎ ናይ ሎም ቁነ ኩነታት ብጣዕሚ ዘሕዝን እዚ ህዝቢ እዚ ዕፅዋን ክባን ብነዳዲ ምስኣን ዝተፈላለዩ ናይ ሸቀጥን ናይ ሎጂስቲክስን ናይ ባንክታትን ምዕፃው ከይኣኽሎ መንግስትና ንሰላም ቅሩብ ኮይኑ እናሃለወ፣ ህዝቢ ኣብ ስርሑ እናሃለወ፣ ሰራዊት ኣብ ስርሑ እናሃለወ ንዝበፅሐ ናይ ድሮን መጥቃዕቲ ብጣዕሚ ንሓዝን ከም ነበርቲ፣ እቲ ህዝቢ እውን ብጣዕሚ ሓዚኑ ኣሎ። ምሕዛን ጥራሕ ኣይኮነን ናብ ዝለዓለ ሕራነ ተቐይሩ ኣሎ። ሰራዊትና እውን ኣብ ቦትኡ እንዳሃለወ ኣብ ስርሑ እንዳሃለወ እዩ ጥቕዓት ፈፂምልና። ንሰለማዊ ሰብ እውን ኣጥቂዑልና እዩ ዘሎ። እዚ መንግስቲ እዚ ብደንቢ ክኹነን ኣለዎ። ሰዓት ሓሙሽተ ወይ ሽዱሽተ ናይ ለይቲ ይኸውን እቲ ጨፍጫፍ ተኻይዱ። ብጣዕሚ እየ ሐዚነ ደንጊፁ እውን እንታይ እዩ ተፈጢሩ ኢልናስ ኩልና ኢና ተደናጊፅና ማለት እዩ። እንታይ እዩ እኒሀ እቲ ነገር ኢሉ ኩሉ ገዛውቲ ኣንቀጥቂጡ በቃ ህዝብስ ርዒዱ በቃ ንፅባሒቱስ እንታይ እዩ ክፍጠር ኢልና ኢና ሰጋእ መጋእ ኢልና እሞ ብጣዕሚ እዩ ዘሕዝን እዚ ዝግበር ዘሎስ ዓለማት እንታይ እየን ዝሰርሓ ዘለዋ እንድዒ። ስርዓት ብልፅግና ግና ንውዕሊ ፕሪቶርያ ብተደጋጋሚ ብምጥሓስ ህዝቢ ብጥሜትን ካልኦት ክልከላታትን ዝፍፅሞ ዘሎ ገበን ከይኣኽሎ ሕዚ እውን ሰብ ኣልባ ነፈርቲ ብምልኣኽ ህዝቢ የፅንት ኣሎ፣ ህዝቢ ዓለም ዓገብ ክብሎ ይግባእ ይብሉ። ኣብዚ ሕጂ እዋን
ስርዓት ብልፅግና ወይ ፌደራል መንግስቲ ዝገብሮ ዘሎ ናይ ዕፅዋን ክባን ይኹን ካሊእ ናይ ትንኮሳ ንሕና ምርጫና ይኹን ድልየትና ሰላም እዩ። ሰላም ክንብል ከለና ብሰላም ክፍታሕ ዝግብኦ ነገራት በቲ ውዕል ፕሪቶርያ መሰረት ፌደራል ውዕል ፕሪቶርያ ከተግብሮ ዝግባእ ነገራት ናይ ግዝኣታዊ ሓድነት መሬት ትግራይ ዘሎ ምሉእ ብምሉእ ናብቲ ናይ ቅድሚ ሕጂ ዝነበረ ናይ ጥቅምቲ ክልተ ሽሕን ዓሰርተ ሰለስተን ዕስራን ኣርባዕተን ክመልስ እየ፣ ተፋናቐልቲ ክመልስ እየ እዩ ዝብል። እዙይ ግን ክትግብሮ ኣይከኣለን። ስለዚ ካብ ጦርነት ወፃእ ኣለና ክትብል ኣይትኽእልን ኢኻ። እዚ ደላይ ሰላም ህዝቢ እዚ እዚ ዝግበኦ ነገር ኣይኮነን። ስለዚ መንግስቲ ፌደራል ኣብ ሰላም ዘሎ ህዝቢ፣ ሰላም ዘሎ መንግስቲ እዞም ዝተፈላለዩ ትንኮሳታት ብምግባር ንኩናት ምልዕዓል ይገብር ኣሎ። ኣብ ርእሲ
ዶሞዝ ምክልካሉ፣ ኣብ ርእሲ ነዳዲ ካብ ናብ ምንቅስቃስ ኣብ ዘይብሉ ሰዓት ምስ ኣብ ተጨናነቅለሉ ሰዓት መንግስቲ ብልጽግና ኣብ መትከሉን ኣብ ስርሑን እንዳሃለወ ኮሎ ህዝብን ሰራዊትናን ኣብ ቦትኡ እንዳሃለወ ብድሮን ደብዳብ ጥቅዓት ፈጺሙልና እዩ። ህዝቢ ይኩን ኣብ ዲያስፖራ ዘለካ ዓዲ ይኩን ኩላካ በጃካ እዚስ ዓገብ በለልና። ውዕል ብልቶርያ ክፍጸም ኮሎ ንሕና ሰላም ኮይኑልና ኢልና ኢና ተሓጉስና ኔርና። ሰላም ንሕና ብሱሩ ቁጽሪ ሓደ ሕቡ ንደልዮ ግን ትክክለኛ ሰላምስ ኣይኮነን ንህጽ ኢልካ ብጥምየትን ብክስታይን ንክመውት ዝጽበ ዘሎ እምበር ንህዝቢ ትግራይስ ክፈትሐሉ ኢዩ ኢልካ ዘይትጽበዮ ካብ ፊደራል መንግስቲ ማለት ኢዩ። ህዝቢ ትግራይ ኣብ ጎኒ መንግስቲ ትግራይ ብምዃን ህልውንኡን ድሕንነቱን ክቐፅል ኣለዎ ድማ ይብሉ። እዚ ትንኮሳ እዚ ፌዴራል ባዕሉ እዩ ዝብሎ ዘሎ ናብ ጦርነት ክንኣቱ ይደፋፍእ እዩ ዘሎ። ስለዚ ኣብ ግንባር ብ ድፋዕ ኣይኮነን ዝድብድብ ዘሎ ኣብ ተኹሲ ስለ ዝተኻየደ ኣይኮነን ጀምሩ እንዶ እዩ ዝብል ዘሎ ይልምን እዩ ዘሎ ብ ሓጺር እዋን ህዝቡ ወዲቡ ስሩዕ መንግስትና ተመሊሱልና ኣሎ በዚ ስሩዕ መንግስትና እዚ እናተመራሕናን ዘለና ጸገምን ግዝኣታዊ መሬትና ኣብ ምምላስን ተፋናቐልትና ኣብ ምምላስን ፍትሒ ኣብ ምርግጋፅን በቃ መማረፂ የብልናን ኣብ ጎኒ መንግስትና ኮይና ክንሰርሕ ኢና። መንግስትና
ህዝብና ንሰላም ቅሩብ እዩ ንሰላም ቅድሚያ ኢና ንህብ ሰላምና ክንሕልው ኢና ግን ንሰላም ቅሩብ ዘይገብር መንግስቲ እንተሃልዩ ግን መኸተና ክነጠናኽርን ህዝብና ኣብ ጎድኒ ዝተመረፀ መንግስትና ጠጠው ክንብል ክንምክትን ይግባእ ዝብል ግን መንግስትናን ኣብ ጎኒ ሰራዊትና ኢና ዘለና እዘይ የንበርክኸናን ንቕድሚት የሰጉመና እምበር ንድሕሪት ንብለሉ መንገዲ የብልናን ዓለማት ካብ ኩናት ምስ ተፈጠረ ሆሆ ከይተፈጠረ ከሎ ከዚ ዝፍትሐሉ እቲ ስደተኛ ኣብ ገዝኦ ሓሪሱ እታ ዘለቶ ካብ ተፀባይ ይውንዶ ይኾኑ ድሒኑ ኣብ ስርሑ ክውዕል ንህዝቢ ትግራይ ስለዚ ሓደ ልቢ ኮይና ተጋሩ ዋእ መኪትናዎ ክንፈትሖ እየ ዝብል።
ሕድርን ዕላማን ስውኣት ንምትግባርን ዘይተዛዘመ መኸተ ቃልሲ ህዝቢ ትግራይ ንምዝዛምን ከም ህዝቢ ብዝተወደበን ብሓድነትን ክንንቀሳቐስን ክንቃለስን ይግባ ኢሎም ኣመሓደርቲ ወረዳታት ቀይሕ ተኽልን ቆላ ተምቤንን እቶም ኣመሓደርቲ ነዚ ዝበሉ በብዓመቱ ዓሰርተ ሓሙሽተ ሰነ ዝዝከር ዝኽሪ ሰማእታት ትግራይ ኣመልኪቶም ኣብ ዘሕለፍዎ መልእኽቲ እዩ። ንፀብፃብ ብርሃነ ገብረስላሰ ምረስዒት ገብረዋህደዋ የዳቶላ።
ትግራይ ኣብ ሕሉፍ እዋናት ንዘጋጥምዋ ፀገማት ንኽብራ መሬታን ህዝባን ዝወደቑላ ጀጋኑ ደቂ ህዝቢ ንምዝካር ዓሰርተ ሓሙሽተ ሰነ መዓልቲ ስዋኣት ተባሂሉ ምስያሙ ዝፍለጥ እዩ። እዚ መዓልቲ እንትንዝክር ስዋኣት ትማልን ሎምን ምዝካር ግድን ምዃኑ ዋና ኣመሓዳሪ ወረዳ ቀይሕ ተኽሊ ኣይተ ገብረመድህን መረሳ ይዛረቡ። ዓሰርተ ሸውዓተ ዓመት
ሰፊሕ ብረታዊ ቃልሲ ተኻይዱ መስዋእቲ ተይረብረቦም መጉዳእቲ ተይረብረቦም ህዝቢ ትግራይ ናብቲ ኸዚ በጺሕዎ ዝነበረ ክበጽሑ መስዋእቲ ዝኸፈሉ ዝለዓለ ክብሪ ኣለኒ። ኣብዚ ድሕር ዕስራን ሸውዓተን ዓመታት ድማ እቲ ብደምና ዝሃነጽናዮ ስርዓት ንምፍራስ ተባሂሉ ብዙሕ ሽርሒ ተኻይዱ ኣብ ልዕሊ ህዝቢ ትግራይ ኣብ ክልተ ሽሕ ዓሰርተ ሰለስተ ጀኖሶዳዊ ኹናት ተኣዊጁ እዩ። ህዝቢ ትግራይ ከም ህዝቢ ትግራይ ኣይጠፍእን ዶቡ ኢዩ፣ ተሰዊኡ ኢዩ፣ ተጎሳቂሉ ኢዩ፣ ተወሪሩ ኢዩ፣ ግን ድማ ከም ሓድሽ ተወራዊሩ ተላዒሉ ጸላኢ ክድምስስ፣ ንጸላኢ ክወቅዕ ክምክት ገይርዎ ኢዩ። ውጺኢታዊ እውን ኮይኑ ኢዩ። ከም ህዝቢ ዕጥቂ ካብ ምቕባል ጀሚሩ ዝተፈላለዩ መስተንክራዊ ስራሕቲ ብምፍጻም ዝተቓለሰ ህዝቢ ኢዩ ዝበሉ ድማ ዋና ኣመሓዳሪ ወረዳ ቆላ ተምቤን ኣይተ ባህረ ተኽለመድህን ኢዮም። እዚ ወረዳ እዚ ካብ መጀመርያ ዕጥቂ ቃልሲ ጀሚሩ ያው ኣብቲ ቃልሲ ዓብዪ እጃም ዝነበሮ ህዝቢ እዩ። ደቁ መላምል ደቁ ብምስላፍ ስንቂ ብምዃን ደጀን ብምዃን ኣብ ወረዳና ብዙሓት ናይቲ ውድብ መዋፈርታት ዘለዉ እዮም። ድሕሪኡ ኣብ ክልተ ሽሕን ዓሰርተ ሰለስተን ዝገጠመና ናይ ፅንተት ኲናት እውን ያውቶም ዝነበሩ ኣብ ልምዓት ኣጠቓላሊ ምንቅስቓስ ናብርኡ ንምልዋጥ ለይትን ቀትርን እናሸቀለ ኩሎም መሰረታዊ ልምዓታት እናሰርሓ ኣብ ዝነበረሉ ዘይደቀሱ ጸላእትና ልክዕ ከምቲ ኣብቲ ዕጥቃት ስውር ሓሪኑ ዝተቐለሶ ኣብዚ ናይ ጽንተት ኩናት እውን እቲ ሕብረተሰብ ብምልዕዓል ብምሕራን ብምቅላስ ያው ብሎጀስቲክስ ብኹሉ መዳይ ሰራዊትካ ዘጠናኽር ሰፊሕ ምልዕዓል እዩ ፈጢሩ። ህዝቢ ትግራይ ብፍላይ እቲ ትማሊ ዘጋጠመ ጀኖሳይዳዊ ኹናት ከቢድ መስዋእቲ ኸፊሉ ውዕሊ ሰላም እኳ እንተፈረመ ተግባራዊ ዘይምዃኑ ስዒቡ ግን ሕዚ እውን ኣብ ፀገም ምህላዉ እቶም ኣመሓደርቲ ወሲኾም ወሲኾም ይገልጹ። ሳላ መስዋእቲ ደቂ ህዝቢ ትግራይ ውሱን ዲሞክራሲ፣ ውሱን ሃውሃው ረኺብና ኢና። ግን ድማ ውሱን ሰላም ዋላ ንርከብ እምበር ሰላሕታዊ ኩናት ግን እያቋረጸን ኣብ ትግራይ። ሰፊሕ ናይ ሰላሕታዊ ኩናት ድማ ብጸላእትና ድሕር ውዕል ፕሪቶርያ እውን ቀጺሉ እዩ። ቀፂሉ እዩ ጥራሕ ተይኮነስ ብዕሪኡ እውን ሓደጋ ንህዝቢ ትግራይ ኮይኑ እዩ። ባጀት ተዓፊኑ፣ ነዳዲ ተዓፊኑ፣ ሸቀጣሸቀጥ ተዓፊኑ፣ ጠቓላ መሰል ህዝቢ ትግራይ ንትምሰል ኣይተ ውዕል ፕሪቶርያ ተፈሪሙ እምበር ለውጢ ኣይመፀን። እስካዕ ከዚ ዘለናዮ ማለት። ንሕና ይኹን እቲ ህዝቢ ትፅቢቱ ነይሩ ብሰላም በቲ ዝተኣተወ ውዕል መሰረት ድርድር ክግበር፣ ፖለቲካዊ ዘተ ክግበር፣ ገበን ዝፈጸሙ እውን ክሕተቱ፣ ካሕሳ ዝግብኦም ካሕሳ፣ መሬትና እውን ሉዓላዊ መሬትና እውን ክረጋገጽ፣ ተመዛበልትና ክምለሱ፣ ያው ሰላም ክኸውን ናይቲ ህዝቢ ተስፋ ነይሩ ግን ኣይኮነን። ኣብ ውሽጥና ብዝነበረ ጸገም ይኹን ኣጠቓላሊ ዝጸላእና ብዝኸዶ ህዝብና ትጽቢት ገይርሉ ዝነበረ ክኸውን ኣይከኣለን። ስለዝኾነ መዓልቲ ስውኣት እንትንዝክር ዘይተዛዘመ መኸተ ቃልሲ ህዝቢ ትግራይ ንምዝዛምን ሕድሮምን ዕላምኦምን ንምትግባርን፣ ኣብ ወሳኒ ምዕራፍ ንርከብ ክብሉ ድማ ኣመላኺቶም። ከዚ እውን ብሹም ሰነ ዓሰርተ ሓሙሽተ ዝግበር ምድላዋት ስውኣትና እንዝክረሉን ቃል ስውኣትና እንፍፅመሉን ሕድሪ ስውኣትና ብተግባር እናርእየሉን ወቕቲ እናገበርና ኢና ነኽብሮ። ብሓዘን እንተይኮነ ንገልፀሉ ብሕራነ ንገልፀሉ ዕለት እዩ። ሓዘንና ወጊድና ሕረናና ንገልጸሉ ዕለት ሰነ ዓሰርተ ሓሙሽተ ኸዚ እውን ብሹም ህዝብን ምምሕዳርን ወረዳ ቀይሕ ተኽሊን ሰነ ዓሰርተ ሓሙሽተ ሰማእታት ምኽንያት ብምግባር ቃል ስውኣትና ኣዲስና መስመር ስውኣትና ተሓንጊጥና ትማሊ ተወዚፉ ዝተረፈ ቃል ስውኣትና ክንዛዝም ብተግባር ድማ ክንትግብር ሙሉእ ምድላው ገይርና ኣለና። ሕዚ ናብ ንቡር መሊስናዮ ዘለና መንግስትና ብምዃን ከም ኣመሉ ከም ልማዱ ንዚ ፈተና እዚ እውን ኽምክት ኣብ ዝተፈላለየ ስራሕታት እዩ ዘሎ። ናይቶም ዝሓለፉ ሰማእታት ናቶም ሓደራ ኣብ ዝለዓለ ምድላው ዘለሉ ኹነታት ኢና ዘለና። ተዓዊትና ከም እንወፅእ ኸዓ ኣየጠራጥርን።
እንታይ ከም ዝሓስብ ትፈልጥ ዶ ግዜ ከየጥፋእኹ ቶሎ ኢንቨስት ምግባር ኣብ ስርሐይ ኣተኲረ ቢዝነሰይ ምቅልጣል ካብኡ ብግዜ ጥሮታ ወፀ ዘይረኣኽዎም ዘይፈተንክዎም ነገራት ምድህሳስ ቦንዦ ተወሰኽቲ ቋንቋታት ምፍላጥ ስእሊ እውን ክመሃር ይደሊ ብዘለኒ ግዜ ዝፈተኽዎ ዝተለምክዎ ነገር ክፍጽም እየ ዝደሊ ብዘለኒ ግዜ ዝፈተኽዎ ዝተለምክዎ ነገር ክፍጽም እየ ዝደሊ ንጀምሮ
ንቕፅለልና ዝኸበርኩም ተመልከትና ሕዚ ድማ ብዛዕባ ብሄራዊ ፈተና ሻሙናይ ክፍሊ ዝጥምት ሓበሬታ ኢና ክነቕርበልኩም ኣብዚ ዓመት ዝወሃብ ብሄራዊ ፈተና ሻሙናይ ክፍሊ ካብ ጽባሕ ጀሚሩ ከም ዝወሃብ ተገሊጹ። ኣብዚ ብሄራዊ ፈተና ተምሃሮ ሻሙናይ ክፍሊ ድማ ልዕሊ ሱሳን ሰለስተን ሽሕ ተምሃሮ ከም ዝፍተኑ ዝረኸብናዮ ሓበሬታ የረድ ኣብዚ ጉዳይ ተወሳኺ መብርሂ ንክህቡና ካብ ቢሮ ትምህርቲ ትግራይ ዳይሬክተር ዳይሬክቶሬት ምዘና ትምህርትን መፅናዕቲ ብሔራዊ ፈተናታትን ዶክተር ኣረጋዊ ዘፈሩ ኣብዚ ዓዲምናዮም ኣለና ምሳቶም ፃኒሕ ትገብርና ሕዚ እውን ምሳና ፅንሑ ዶክተር ፈለማ እዝየ ዘመስግነኩም። ኣነ እውን የመስግን ብስም ቢሮ ትምህርቲ። ግርም
እቲ ናይ ብሄራዊ ፈተና ሻሙናይ ክፍሊ ከም ዝጅመር ተደጋጋሚ ድምፂ ወያነ ትግራይ እውን ናጋውሖ እውን መፂኡ እዩ እል ድማ ያው ሮብዕ ዕለት ይጅመር ኣለሞ እስኪ እቲ ፈላማይ ክኾን ዝኽን ሕቶ ኣብ ትግራይ ንዝወሃብ ዘሎ ብሄራዊ ፈተና ሻሙናይ ክፍሊ ዝተገበረ ቅድመ ምድላው ታይ ይመስል ብኡ እስኪ ንፈልም። ጽቡቕ እሞ የቐንየለይ ደጊመ ኣብቲ ናይ ጽባሕ ልጅመር ብሄራዊ ፈተና ካብ ዕለት ስለስተ ክሳብ ዕለት ሓሙሽተ እዩ ክጸንሕ ኣብዚ ቅድመ ፈተና እዋን ፈተና ድሕረ ፈተና ልብሃሉ ቅደም ሰዓባት ሓልዩ እዩ ልስራሕ እዚ ናይ ፈተና ስራሕቲ ብርክት ልበሉ ስራሕቲ ኣብቲ ቅድሚ ምስራሕ ፈተና ስራሕቲ ተሰሪሖም እዮም። ካብኣቶም ሓደ እቲ ናይ ምዝገባ ተምሃሮ ኣድሚሽኑ ቅድም ኢሉ እዩ እቲ ምዝገባ ተኻይዱ ብኦንላይን እዩ እውን ተኻይዱ። ኣድሚሽን መለለዪ ካርዲ ነቲ ፈተና ተዋሂቡ እዩ። ካብኡ ዓብዩ ከዓ እቲ ፈተና ተራዊሑ ተዳልዩ ናብ ታሕቲ ወሪዱ እዩ ኣብ ውሑስ ቦታ ተቐሚጡ ኣሎ። ናብ ወረዳ ክሳብ ወረዳ ኣጓዒዝናዮ ንሕና ካብ ወረዳ ከዓ እቶም ባዕሎም እቶም ወረዳ ናብ ሕድሕድ ኣብያተ ትምህርቲ ኣጓዒዞም ጽቡቅ ብዝኮነ ታይ እዩ ስሙ ተጓዒዙ እዩ ለሎ እቲ ካሊእ ፈጸምቲ ፈተና ዝብሃሉ ፈተንቲ ስፖርቫይዘራት ናይቲ ፈተና ጣብያ ሓለፍቲ መተሓበርቲ ዝብሃሉ ብርክት ዝበሉ ፈጸምቲ ፈተና እዮም ናይ ጸጽታ ሓይሊ ሓዋዊሱ ኣለውና ንሶም ውን ትምልመላ ተካይዱ ኦረንተሽን ውን ተዋሂቡ ደርጋ ኣብ ቦታኦም ኣትዮም እዮም ምባል ይከኣል ስለዚ እቲ ኦረንተሽን ውን ተዋሂብዎም እዩ እሞ ስለዚ ኣብ ምድላው ኣለዉ ምሉእ ምድላው ደርጋ ተካይዱ እዩ ለሎ። ካብኡ ድሕሪ ሕዚ ናብ ምንታይ ካብ ጽባሕ ጀሚርና እዋን ፈተና ልብል ስራሕቲ ኢና ንኣትዎ ኣብኡ ክስርሑ ዝኽእሉ እንታይ እዩ ተማሃሮና ብእዋኖም ክርከቡ ክኽእሉ ኣለዎም ኣብ ሰዓቶም ክርከቡ ክኽእሉ ኣለዎም እቲ ዋና ቁምነገር እቶም ፈተንቲ ተረኺቦም ኣለዉ ተዓዘብቲ ፈተና እውን ዝበሃሉ ኣለዉ ካብ ሕብረተሰብ ዝተወጻጽኡ ንሶም እውን ኣብ ሰዓቶም እዮም ክርከቡ ዘለዎም ኣብኡ ተረኺቡ እቲ ፈተና ብኣግባቡ ብኣቶም እዩ ክጅመር ስርዓት ብዘለዎ እዩ ክጅመር ኣብ ኩለን ብዞባ ደረጃ ብወረዳ ደረጃ እዩ ክጅመር ብክልል እውን መጀመሪ ቤት ትምህርቲ ፍሪ መሪጽና እኒሀና ካብኡ ፍቲ ዋና ትኹረት ተምሃሮና ተረጋጊዖም ክፍተኑ ክእሉ ኣለዎም እዩ እቲ መምሃሪ ሓደ ነገር ኮይኑ ኣብቲ እዋን ፈተና እውን እቲ ምርግጋዕ ዓብዪ ናይ ፍተና ኣካል እዩ ዝኾነ ኣሎ ካብ ኩሉ ብላዕሊ ድማ ለለ እቲ ናይ ምቅድዳሕ ዝበሃል እውን ተምሃሮና ናይ ባዕሎም ክሰርሑ ክእሉ ኣለዎም እቶም ኣብኡ ብዙሕ ሓይሊ ዋፊር ዘሎ ካብ ፈታኒ ጀሚሩ ክሳብ መተሓባሪ እሞ ስለዚ እታ ሓንቲ ልእኽተኡ እታ ምቅድዳሕ ከይህሊ ምቁፅፃር እዩ ተምሃሮ ብመሰረቱ ስነ ምግባርም ሓልዮም ካብ ምቅዳሕ ነፃ ክኾኑ ኣለዎም። ወለዲ እውን ብዚ ደረጃ እዚ እዮም ምዒሎም ክሰዱ ለለዎም ደቆም እሞ ስለዚ መምህራንና እውን ብዚ ደረጃ ክቆፃፀሩ ክእል ኣለዎም ልብል እዩ። እቲ ካሊእ ናይ ፅፅታ ጉዳይ እውን ወሳኒ እዩ። ደቅና ውሕስ ኮይኑ ድሕንነቶም ተሓልዩ ናብ ፈተና ክመላለሱ ተፈቲኖም ገዝኦም ክምለሱ እውን ክግበር ክእል ኣለዎ እና እዚታት ኣብ እዋን ፈተና ክስርሑ ዝግብኦም ነገራት እዮም ኢለ እየ ልወስድ። ግርም ዶክተር ኣብቲ ዝካየድ ፈተና ብሄራዊ ሻሙናይ ክፍሊ ክንደይ ዝኣኽሉ ተምሃሮ ክፍተኑ እዮም ተባሂሉ ከ ትፅቢት ይግበር? ቁፅራዊ መረዳእታ ምግላፅ ይከኣል ዶ? ይከኣል እዩ።
ፅቡቕ። እሞ እቲ ኣብ ሽዱሽቲኤን ኣብ ትሕቲ ምምሕዳርና ዘለዋ ሽዱሽተ ዞባታት ኣለዋና። ኣብኤን እዩ ዝካየድ። ኣብዘን ትሕቲ ሽዱሽተ ዞባታት ሰማንያን ሓደን ወረዳ ኣለዋና። ኣብ ሰማንያ ሓደ ወረዳ እዩ ክካየድ። ኣብ ትሕቲ እዘን ሰማንያ ሓደ ወረዳ ሓደ ሽሕን ሓደ ሚእትን ሰማንያን ትሽዓተን ኣብያተ ትምህርቲ መፈተንቲ ኮይነን ዝተመረፃ እየን። ካብኡ ብኣንፃር ተምሃሮ ትርኢ ተለና ብድምሩ ስሳን ሰለስተን ሽሕን ሓደ ሚእትን ሓምሳን ሰለስተን ተምሃሮ ኣለውና። ካብዚኦም ሰላሳዮ ሰለስተ ሽሕን ስሳን ሽዱሽተን ተምሃሮ ወይ ድማ ሓምሳን ክልተን ፐርሰንት ናይቶም ተምሃሮ ደቂ ኣንስትዮ እየን ንኹነላ። ስለዚ እቲ ቁፅራዊ መረዳእታ እዚ ይመስል። እወ ሐዚ እቲ ፍላይ ተምሃራይ ትግራይ ኣብ ምንታይ ኹነታት ከምዘሎ ዝፍለጥ እዩ። ምስቲ ኣብ ትግራይ ዘጋጠመ ናይ ወራር ፅንተት እውን ትምህርቱ ብኣግባቡ ክከታተለሉ ዘይከኣለ ፍላይ ምስተ መማህራን እውን እኹል ዝኾነ ወይ ድማ መሃያ እውን ስለዘይተኸፈሎም ተኸይዱ ምምሃር ምስትምሃር እውን ክንደይናይ ዝኣክል ምትዕንቓፍ ከምዘሎ እውን ዝፍለጥ እዩ። ተምሃራይና እውን ምስኡ ግዳይ እናኾነ ሳዕቤን እናሃትዎ ከምዝኾነ እውን ዝፍለጥ እዩ እሞ ዶክተር ኣብቲ መእተዊ እውን ንኽእ ኣቢልካዮ ነይርካ ኢኻ ስለዚ ፅባሕ ኣብ ዝግበር ዝወሃብ ፈተና ዝሓሸ ውፅኢት፣ ዝለዓለ ውፅኢት ንከምፅኡ፣ ዘዕግብ ውፅኢት ንከምፅኡ ንኹሎም መማህራን፣ ስፖርቫይዘራት፣ እቶም ናይኡ ተዓዘብቲ ኣካላት፣ ባዕሎም እቶም ተምሃሮ እውን እንታይ ክገብሩ ይግበኦም ዝብል እስኪ መጠቓለሊ ንግበራ። ዜና ካዓ ክወት ሃሊያ እውን ናብኡ ምጥቃስ ትክኣል እያ። ፅቡቕ እሞ እቲ ዝበዝሕ ናይ መፅናዕቲ ናይ ምፅናዕ ስራሕቲ ተወዲኡ እንድዩ? ተምሃሮ ባዕሎም የፅንዑ ነይሮም እንዶ ልትክኣለ መጠን ኣብቲ ውህብ ፀገም ኮይኖም መምህራን እውን ይሕግዙ፣ ወለዲ እውን ደቆም ይሕግዙ፣ ኣብ ብቻ ህንደል ተኻእሉ መጠን እንዳተሓጋገዝና ኣብዚ በፂሕና ኣለና ግን ኣብ እዋን ፈተና በፂሕና ማለት መፅናዕቲ ወዲኡ ማለት ኣይኾነ ክሳብ እታ ናይ መወዳእታ ሰዓት ወይ ደቂቃ ተምሃራይ ከፅንዕ ይኽእል ኣሎ ሰለስተ መዓልቲ ኣለና ለም ለይቲ ኣለና ስለዚ እተን ዝተረፋ ሰዓታት መዓልትታት ብዝግባእ ከፅንዑ ይኽእል ኣለዎም ተምሃሮ ወለዲ እውን ብኡ ደረጃ ደቆም ክሕግዙ ይኽእል ኣለዎም ካብኡ ምፅናዕ ጥራሕ ኣይኮነን ኣብቲ እዋን ፈተና እውን ብብዙሕ ነገር ኢኻ ውጽኢትካ ክመሓየሽን ክጎድልን ልኽእል እሞ ዘድሊ መረዳእታ ብምሉኡ ክመልኡ ክእሉ ኣለዎም። ተረጋጊዖም ብመንፈስ ኣብ ዝተረጋግዐ መንፈስ ኮይኖም ክፍተኑ ክእሉ ኣለዎም። መማህራን እውን ምቅድዳሕ ሕዮም ኣይትፍቐዱ ልበሃል ኣለዉ እምበይ እቲ ተማሃራይ ናባዕሉ ክሰርሕ ተረጋጊዑ ክሰርሕ ደስ ኢልዎ ክሰርሕ ክሕግዙ እዩ ለለዎም እሞ ስለዚ እዚታት ፈጸምቲ ፈተናና እውን ተማሃሮና ብኣግባቡ ክሰርሑ ክሕግዙ ክእሉ ኣለዎም ልብል። ታይ ስሙ ኢለ ኣለኒ ማዕዳ ኢለ ኣለኒ እሞ የቀንየለይ። ሰናይ ፈተና ንከውን በዚ ኣጋጣሚ ንተምሃሮና ንባዕሎም ውን ፅቡቅ ውፅኢት ንክምፃእ ውን ተስፋ ንገብር ከምቲ ዝገለፅዎ እሞ የቀንየልና ዳይሪክተር ዳይሪክቶሬት ምዘና ትምህርትን መፅናዕቲ ብሄራዊ ፈተናታትን ዶክተር ኣረጋዊ ዘፈሮ እብዙይ መፂኦም ስለ ዝሃቡና መብርሂ ብሽም ተመልከትትና ኣዚና ኢና ነመስግኖም። ኣነ ውን የመስግን የቀንየልና። የቀንየልና ዶክተር። ዜናታትና እንዳቀፀሉ እዮም ዝኸበርኩም ተመልከትትና። ፅባሕ ንብህጋ ትግራይ ክትገሃድ ኩሉ ትግራዋይ ኣብ ጎኒ ሰራዊት ትግራይ ተሰሊፉ ብትረት ክቃለስ ይግባእ ክብሉ ኣባላትን ኣመራርሓን ሰራዊት ትግራይ ገሊፆም። ትግራይ ህላውኣ እትረጋግፅ ብቕልፅም ደቃ እዩ ዝበሉ እቶም ኣባላትን ኣመራርሓን ሰራዊት ትግራይ ነዚ ድማ ሓድነትናን ሕብረትናን ዝያዳ ምጥንኻር ወሳኒ ክብሉ እዮም ተዛሪቦም ዘለው። ዘርኣይ ገብረ ኪዳን ተወሳኺ ዝርዝር ኣለዎ።
ህልውናኣ ዘረጋግፅ ትውልዲ እንትህሉ ከምዝኾነ ኣባላት ኣመራርሓ ሰራዊት ትግራይ ኣርሚ ዕስራን ሽዱሽተን ገሊፆም። ትግራይ ህልውናኣ እናረጋገፀት ዝመፀት ብቕልፅም ደቃ እዩ ዝበሉ እዞም ኣመራርሓ ሰራዊት ትግራይ፣ ካብቲ ዘላቶ ፈታኒ ኩነታት ወፂኣ መፃኢኣ ክብርኽ ካብ ደቃ ብፍላይ ድማ ካብቲ መንእሰይ ብዙሕ ጠለብ ትሓትት ክብሉ ገሊፆም። ትግራይ በሪኻ ንክትወፅእ ካብ ደቃ ክትፅበዮ ዘለዋ እቲ ሓደ ህልውናኣ ዘረጋግፅ ትውልዲ፣ ክህሉ ኣለዎ። እቲ ትውልዲ እዙይ ድማ እዛ ሕዚ ተቆራሪፃ ዘላ ትግራይ ህዝባ ተፋናቂሉ ኣብ ስደት ኣብ ፈቀድኡ ሻራ ድንኳናት ኣብ ሕማቅ ኩነታት ዘሎ ትግረዋይ እንተሃልዩ እዩ ትግራይ ክትህሉ ትህል ክብረታታ ሓልያ ክትነብር እንተኮይና ትግራይ ክብረታታ ሓልያ ክትነብር እንተኮይና ትግራይ ህዝባ ክህሉ ኣለዎ መጀመርያ እዚ ሕዚ ዝኒሀ ወለዶ ናይ ባዕሉ ታሪክ ክሰርሕ ኣለዎ። ጅግንነታዊ ሓድነት ኣጠናኺርና ትግራይና ናብ ዝሐሸ ብራኸ ክነብፅሓ ናይ ባዕልና ስራሕ ናይ ባዕልና ኣስተዋፅኦን ናይ ባዕልና እጃምን ክነበርክት ኣለና ማለት እዩ። ንዝመፅእ ወለዶ ከዓ ኣብ ትምህርትን ኣብ ልምዓትን ቴክኖሎጂን ከስፋሕፍሕ፣ ጥምየት፣ ፀምእ፣ ድርቅን ድኽነትን ዝበሃል ካብ ምድረ ገፅ ክጠፍእ፣ ንዝመፅእ ውሕስ ሰላምን ዘላቒ መፍትሒን ዘለዎ ትግራይ ንምፍጣር ብማዕዶ ርኢኻ ዝፍርሑ ወታደራዊ ቁመናን ወታደራዊ ቁመና ዝወነኑን ሃኒጻ ብማዕዶ ርኢኻ ኲናት ንምትራፍ ንዝግበር ጻዕሪ ልዑል ኣስተዋጽኦ ክንገብር ትጽበየና። ናይ ጽባሕ ትግራይ ድምቕትን ውቅብትን ኮኾብ ኮይና ክንሪኣ ከዓ ንፅበ ማለት እዩ። ህላወ ትግራይን ተጋሩን ካብ ውሽጢ ዝምንጩ ምዃኑ ዝገለፁ ምስ ድምፂ ወያነ ትግራይ ፃንሒት ዝገበሩ ኣመራርሓ ሰራዊት ትግራይ ሐዚ እውን መዋፅኣኣ ኣብ ሓድነትን ጥምረትን ጥንካረ ተጋሩ ዝምስረት ምዃኑ ኣስሚሮምሉ። መዋፅእ ትግራይ ኣብ ባዕሉ እዩ፣ ትግራዋይ እዩ። ምኽንያቱ መዋፅእና ክንህሉ እንተኾይንና ትግራዋይ ኩሉ ሓደ ዓይነት ኣተሓሳስባ፣ ሓደ ዓይነት ደጀኑን ግንባሩን ሓደ ዓይነት ኮይኑ እንተተቓሊሱ እዩ። ስለዚ እቲ ምሁር ሓይሊ ናይ ባዕሉ ታሪኽ ክሰርሕ ክኽእል ኣለዎ። ናይ ባዕሉ መዋፅኦ ተመራሚሩን ሰሪሑ ከይደቀሰ ሓዲሩ መንገድታት መዋፅኦ ክሰርሕ ክኽእል ኣለዎ። እቲ ወለዶ ኩሉ እውን ደጀንን ግንባርን ኮይኑ ሓደ ኮይኑ እንተተቓሊሱ ናይ ትግራይ መዋፅኦ ክረጋገፅ እዩ። ኣብ ውሽጢ ትግራይ ዘሎ ትግራዋይ ይኹን ኣብ ደገ ዘሎ ትግራዋይ ኩሉ ሓቢሩ ሰሚሩ እንተተቓሊሱ። መዋጽኦና ብሩህ እዩ። ቀዳምነት ተሰሪዑ ክስራሕ ኣለዎ ዝበሃል ኣብዚ ሕዚ እዋን መጀመርያ ግዜ ተፈናቐል ወገናትና ክምለሱ፣ ግዝኣታዊ ሓድነትና ክምለስ ሓያል ጻዕርን ልዑል ጸቕጥን ክግበር ኣለዎ። ውጉኣት ኣሕዋትና ኣብ ፈቐድኡ ሕክምና ኣዋሽ ኣብተን ሕድሕድ ዘለዋ ናይ መዕቖቢ ውጉኣት ኣሕዋትና፣ ስነልቦናውን ስነኣእምራውን ሕውየት ተዋሂቦም እንኳዕ እባ ተጋደልና ብኣግባቡ እንሕከመሉ ሰላምን ውሕስን ዝረጋገፀሉ ግዜ እንኳዕ መፀልና ዝብልዎ እኹል ሕክምና ክረኽቡ ኣለዎም። ህዝብን ሰራዊትን ትግራይ ኣብዚ ሐዚ እዋን ብርክት ዝበሉ ዘይተዛዘሙ ኣጀንዳታት ዘለውዎም እንትኾኑ ንኹሎም ብሓንሳብ ስለዘይከኣል ናይ ቀዳምነት ቀዳምነት ሂብካ ዝስርሑ ተነፂሮም ክዕመሙ ከምዘለዎም እዞም ኣመራርሓ ሰራዊት ትግራይ ይገልፁ። መጀመርያ ላእላዊ ትግራይ ምርግጋፅ ላእላውነትና ክነኽብር ኣለና። ህዝቡ ናብ መረበቱ ክምለስ፣ ላእላዊ መሬት ትግራይ ክኽበር፣ ድሕሪኡ ናይ ቀፃላይ መሰል ዓርሰ ውሳነ ትግራይ ዝረጋገፀሉ፣ እዚ መሰል ዓርሰ ውሳነ ማንም ዝተኽወሉ ኣይኮነን ናይ ህዝቢ እዩ። ቁፅሪ ሓደ
መሰል ዓርሰ ውሳነና ነረጋግፀሉ መንገዲ ተቓሊስካ ምፍጣር እዩ። ቁፅሪ ክልተ ፖለቲካዊ ስብእናና ዝምልስ ስራሕ ስራሕቲ ዝሰርሕ ኣሎ ኣሎ። ሳልሳይ ዝተፋናቀለ ህዝቢ ኣሎ ኣሎ። ግዝኣት ሓድነትና ተወሪሩ እዩ ዘሎ። ትግራይ ካብቲ ዘለናያ ዓዘቅትን ፀልማትን ብድሆን ንምውፃእ ዘሎ መነእሰን ህዝብን መንግስትን ጠንኪሩ ክሰርሕ ውሕስን ሰላምን ዝተረጋገፀሉ ሃገር ወይ ዓዲ ንምህናፅ እዩ። ጥምረትን ሓድነትን ክህልው ኣለዎ ማለተይ እዩ። ካብ ላዕለዎት ኣመራርሓ ሰራዊት ትግራይ ሓደ ዝኾነ ተጋዳላይ ሓጎስ ገብረ ብወገኑ፣ እታ ፅባሕ ንብህጋ ትግራይ ክትገሃድ ሐዚ እውን ቃልስና ከምዘይተዛዘመ ተረዲእና ኩለ መዳይ ቃልስና ክነሐይል ይግባእ ኢሉ። ቃልስኻ ከምዝተወደኣ ጌርካ ምሕሳብ እንተልዩ ሓድነት ተጋሩ ናብ ሓደ መፂና ቅልጽምና ከምቲ ኣብ ናይ ክልተ ሽሕን ዓሰርተ ሰለስተን ዘርኣናዮ ተዘየርእይና ንሳቶም ክብእ ክንብተን እዮም ዝደልዩና ናታቶም ድልየት ነማልእ ኣለና ማለት እዩ። ጸላኢኻ እንተዘይደቂሱ ንስኻ እውን ኣይትደቅስ እዩ። ንስኻ እውን ኣይትዕረፍ እዩ።
ሕዚ ድማ ብዝርዝር ናብ ዝሓረናዮ ዜና ወፃኢ ክንሰገር ዝኸበርኩም ተመልከትና ሃገራት ግብፅን ኤርትራን ኣብ ጉዳይ ምውሓስ ፀፅታ ቀይሕ ባሕርን ምርግጋዕ ዞባ ቀርኒ ኣፍሪካን ዘለወን ምትሕብባር ንምጥንኻር ኣብ ስምምዕ ምብፅሐን ተገሊፁ ኣብ ግብፂ ከተማ ካይሮ ዝተረኸቡ መራሕቲ ክልትኤን ሃገራት

ብብርኪ ዓለም ኣብ ልዕሊ ቀይሕ ባሕርን ዞባ ቀርኒ ኣፍሪካን ፅዕንቶ ንምፍጣር ዝዓለሙ ዶብ ተሳገርቲ ንሕንሓት ይዓብዩ ኣለዉ ዞባውን ዓለም ለኻውን ሓይልታት ድማ ቁጠባዊ ፀጥታውን መሰረተ ልምዓታውን ትሕዝቶኦም ኣብ ልዕሊ ወሰንቲ ዝበሃሉ ስትራቴጂካዊ ኣካላት እቲ ዞባ ንምስፋሕ ይጓየዩ ኣለዉ ይብል ዘ ሚድል ኢስት ኦብዘርቨር ኣብ ምዕባይ ስትራቴጂካዊ ዞባዊ ረብሓታት ተመልኪቱ ኣብ ዘሰናደኡ ጸብጻብ ኣብዚ እዋን እዚ እዩ ድማ መራሕቲ ሃገራት ግብፅን ኤርትራን ኣብ ምርግጋዕ ቀርኒ ኣፍሪካ ምዕባለታት ኩናት ሱዳን ምሕላው ፀጥታ ቀይሕ ባሕርን ይዓቢ ንዘሎ ዞባዊ ስግኣትን ኣመልኪቶም ኣብ ስምምዕ ንምብፃሕ ኣብ ካይሮ ተራኺቦም ዘለዉ ይብል እቲ ጸብጻብ መግለጺ ቤት ጽሕፈት ፕሬዚደንት ግብጺ ከም ዘመልከቶ ድማ ክልቲኦም መራሕቲ ኣብ ዘካየድዎ ዘተ ዞባዊ ትርኢታትን ምዕባለታትን ኣመልኪቶም ኣብ ዞባ ቀርኒ ኣፍሪካ ጸጥታ ቀይሕ ባሕሪ ምርጋዕን ቁጠባ ምትሕባርን እቲ ዞባ ንዝጸልቡ ጉዳያት ከም ዝረኣዩ ድማ ይሕብር። ብተወሳኺ ክልቲን ሃገራት ካብ ዘለወን ክልታዊ ርክባት ምትሕጋዝን ብዝሰገረ ኣብ ዞባዊ ጉዳያት ጉዳያት ሱዳን፣ ሶማሊያን ቀይሕ ባሕርን ብግልፂ ሓደ ዓይነት ፅኑዕ መርገፂ ሒዘን ዝፀንሓ ሃገራት ምዃነን ድማ ጸብጻባት የመልክቱ። ርክብ ክልቲን ሃገራት ስትራቴጂካዊ ተፈጥርኡ እናዓበየ ይመጽእ ምህላው ዘመልክት ሚድል ኢስት ኦብዘርቨር ንዘጋጥሙ ጂኦፖለቲካውን ቁጠባውን ሰገር ዶብ ፈተናታት ተሓባቢርካ ምፍታሕ ድማ ድሌት እተን ሃገራት ምዃኑ ይሕብር። ብኻልእ ወገን ዘይምርጋዕ ሱዳን ብቀጥታ ምስ ጉዳያት ሃገራዊ ጸጥታ ግብፂ ይተኣሳሰር ዝብሉ ጸብጻባት እቲ ጉዳይ ብኻሊእ መልክዕ ምስ ሰሜን ኣፍሪካ ኣብ ዘተኣሳስሩ ጉዳያት መስመራት ንግድን ከባቢ ቀይሕ ባሕርን ብግልፂ ዝተራኸበ ምዃኑ ድማ ይገልፁ። ቤት ፅሕፈት ፕሬዚዳንት ግብፂ ከም ዘመልከቶ ድማ ምትሕብባር መሰረተ ልምዓት እተን ሃገራት፣ መጓዓዝያ ባሕርን ካልኦት ጉዳያትን ብዕምቆት ከም ዝተዘተየሎም ድማ ተመልኪቱ ኣሎ። ዘ ሚድል ኢስት ኦብዘርቨር ከም ዝሕብሮ፣ እቲ ዘተ ቀይሕ ባሕሪ ብብርኪ ዓለም ዘለዎ ስትራቴጂካዊ ተደላይነት ኣብ ዝዓበየሉ እዋን ዝተኻየደ ምዃኑ የነፅር። ብሓፈሻ ግን ክልቴን ሃገራት ኣብ ዞባዊ ጉዳያትን፣ ጸጥታ ቀይሕ ባሕርን ዳርጋ ሓደ ዓይነት መርገጽታት ሒዘን ይጓዓዛ ከም ዘለዋ ድማ ተንተንቲ ዞባ ቅርኒ ኣፍሪካ ኣብ ምግላጽ ይርከቡ። በዚ ኣቢልና ድማ ናብ ጸብጸባት ስፖርት ኢና ንሰገር። ዝኸበርኩም ተመልከትና መሳርሕትና ሰላም ኣባዲ ተቕርበልና እያ። ሓቢርና ንከታተላ።
እቲ ዲዳብሊው ኢንተርናሽናል ዜናታት ስፖርት ዝዕለት ሒዝናልኹም ቀሪብና ኣለና ምስ ዜናታት ስፖርት ዝዕለት ሰላም ኣባድየ ንምክትታልኹም ብምዕዳም በቲ ፈለማይ ዜና ክጅምር ኣብ ትግራይ ንፈለማ እዋን ማሕበር ኣሰልጠንቲ ውሹ ማርሻል ኣርት ተጣይሹ እቲ ማሕበር ኣብ ከይዲ ምንቅስቃስ ከም ዝርከብን ኣብ ቀፃሊ ድማ ናብ ፌዴሬሽን ንክዓቢ ይሰርሑ ከም ዘለውን ኣባላት እታ ማሕበር ምስ ድወት ኣብ ዝገበርዎ ፃንሒት ተዛሪቦም ካሕሳይ ወላይ ተወሳኺ ኣለዎ
ኣብ ትግራይ ንፈለማ እዋን ማሕበረ ሰልጠንቲ ውሽብ ማርሻል ኣርት ተጣይሹ። እቲ ማሕበር ኣብ ከይዲ ምንቅስቓስ ከም ዝርከብን ቀንዲ ዕላማ ምጥያሽ ማሕበረ ሰልጠንቲ ውሽብ ማርሻል ኣርት ትግራይ ድማ ፌዴራል ዳኛ ዮናስ ኣለምን ማስተር ጎይትኦምን ዝስዕብ ይብሉ። ቀንዲ ዕላማ ናይዚ ማሕበርና ማለት ተሓላቒ ወይ ከዓ መሰሎምና ማዕርነቶም ንክሕለወሎም እዩ እቲ ቀንዲ እዚ ማሕበር ምምስራትና። ካልኣይ ከዓ ሓድነተ ሰልጠንቲ ብምጥንኻር ውሽብ ማርሻል ኣርት ናብ ዝለዓለ እንትን ንምንቅስቓ ናብ ዝለዓለ ብራኸ ወይ ከዓ ኣብ ኹሉ ንምስፍሕፋሕ ናይ ሞያ ምድለዊ ምቅይያር ብሓደ ኮና ዓቕምና ኣብ ምዕባይ ኩሉ ነገር ንኽሕግዘና እዩ ዝምሕር ቀንዲ እንትን እንዳበልናዮ ማለት እዩ። ኣብ ትግራይ ብዙሕ ግዜ ፀኒሑ እዩ ሽማርሻል ኣርት እስካብ ሐዚ ለይተሰርሖ ግን ብሕብረት ሓቢርካ ምስራሕ ብሞያዊ ድጋፍ ኣብ ትግራይ ዘሎ ውሹማርሻል ኣርት ናብ ተጋሩ ናይ ምግባር ባህሪ ኣይተሰረሐሉን ነይሩ ሕዚ ግን ብክልል ደረጃ ኣፍልጦ ተዋሂቡና ኣብ ምስራሕ ኢና ንርከብ ዝካኣል ዘሎ ትውልዲ ሰንሰለታዊ ዝኾነ ምርኽኻብ ናይ ሞያ ምርኽኻብ ሓደ ካልኣይ እቲ ሞያ ኣብ ትግራይ ባህሊ ኮይኑ ክዓቢ ብማሕበረ ሰልጠንቲ እቱ ናይ ኣሰልጣኒ ሓድንት ተልዩ እቱ ሰልጣናይ ደማ ቡቲ ናይ ኣሰልጣኒ ሕብረት እዩ ክክተሎ ዝክእል ስለዚ ካብዙ እዩ ዝብገስ ማለት እዩ እቱ እታ ማሕበር ካብ እትምስረት ውሑድ ኣዋርሕ ዘቑፀረት ኮይና እቶም ኣመራርሓ ክሳብ ሕዚ ዝሰርሑ እውን ቀፃሊ ኣንፈቶምን ድማ ከምዝስዕብ ይገልፁ። ኣብ
ተወክሳ ህዝ ዝሰራሕናዮ ወረዳ ኣብ ውሽጥና ዓቕምና ኣብ ምዕባይ ሓድነትና ንምጥንኻር ገና ማለት ኩልና ሓደ ናብ ሓደ መስመር ናብ ንመፀሉ ስራሕ ኢና ሀዚ ንሰርሕ ዘለና። ንቐፃሊ ግን ኩልና ሓደ ልቢ ሓደ ዓይነት ርድኢት ሒዝና ኣብ ሙሉእ ትግራይ ንክስፋሕፋሕ እዚ ስፖርት እዚ ተስፋሕፊሑ ከዓ ለዋጣይ ምዃኑ ንኹሉ ወጣት ሃናፃይ ምዃኑ እዚ ስፖርት እዚ በተለይ ኣብ ፆታ ኣፈላላይ ኣሎ ኣብ ደቂ ኣንስትዮ ደቂ ተባዕትዮ ዝብል ናይ ስፖርት ኣፈላላይ ኣሎ ማሕበረሰብና እዚ ርድኢት እዚ ቀሪፉስ ኩሉ እዚ ስፖርትዚ ብቐንዲ ጠቓምነቱ ናይ ኣእምሮኣዊ ምዕባለ ንኸምጽእና ብጥዕና ከኣ ዝተማልአ ወይ ከኣ ተስተኻኸለ ቁመና ንክህልዎ እዩ ዝሰርሕ እዚ ምድብዳብ ወይ እግሪ ምዝርጋሕ ገለ ጥራሕ ኣይኮነን so እዚ ርድኢት እዚ መብዛሕትኡ ሰብ ማርሻል ክበሃል ከሎ ምሳር ማርሻል ክበሃል ከሎ ምግልባጥ ገለ ጥራሕ ዝመስሎ ሰብ ኣሎ ምድብዳብ ገለ so ንሕና እዚ ርድኢት እዚ ቀይርናስ እቲ ኩሉ ዝበዝሕ በቃ ኩሉ ሓይሊ ሰብ ናብ ስፖርት ንክውሕዝ ኢና ንሰርሕ። ኣብ ትግራይ ልመጀመርያ ግዜ ኢትዮጵያዊሽ ፌደረሽን መፅዩ ሰብ ሞያ ንሕና ዘብቃዕናዮም መምሃራን ልዕሊ ስሳ ገለይ ፈረስት ዳን ዩና ኢና ማለት እዩ። ብዝቀረባ ግዜ ኢትዮጵያዊሽ ፌደረሽን ላብ ትግራይ መፅዩ ክፍትን ናይ ብቅዓት መረጋገፂ ክህበልና። ቅድሚ ሕዚ ኣዲስ ኣበባ ላኸድና ኢና ብቕርሽና ሞያና ነማሐይሽ ነይርና ሕዚ ግን ትወጻእታታት እሱ ቀኒስና ኣብ ትግራይ መጺኦም ክፍትኑልና ገይርና ኣለና እዚ ናይ ኮሚቴ ውጽኢት እና ናይ ማሕበረ ሰልጠንቲ ውጽኢት እዩ እቲ ዝስራሕናዮ ስራሕቲ እዘን ሰለስተ ወርሒ እዚኤን ምስ ኮሚቴና ተሞቻቺና ወይ ደማ ተማዓዳዲና ተራዳዲና ንዝሰራሕናዮ ስራሕቲ ሓደ ውፅኢት ለምፃናሉ እዚ እዩ። ካልኣይ ኣብ ቀፃላይ ዕማምና እቱ ማሕበረ ኣሰልጠንቲ ዘሎ ዓቕምታት ብካፒታል ክኾን ይኽእል እዩ፣ ብማቴሪያል ክኾን ይኽእል እዩ፣ ናይ ኣሰልጠንቲ ሰብ ሞያ ምዕባይ፣ ምግዛፍ፣ ካብኡ ላብ ዝተፈላለየ ወረዳታት ደማ ኣዐርዩ ክባፃሕ ምግባር። እታ ማሕበር ሕዚ ካብ ዘለቶ ደረጃ ክብ ንክትብልን ናብ ፌዴሬሽን ንክትዓብን ዓብዪ ምንቅስቓስ እናገበሩ ከምዝርከቡን ዝሐሸ ውፅኢት ክርከቦ ምስ ዓበይቲ ሰብ ሞያ እቲ ዓውድን መዳርግቲ ኣካላትን ርክባት ፈጢሮም ይሰርሑ ይገብሩ ከምዘለዉ ድማ ገሊፆም እዮም። መምህራንና ሞያዊ ግዴትኦም ፈፂሞም ኣለዉ ሐዚ እንደገና እቲ ዘለዎም ዝተረፈ ጊዘኦም ደማ ኣፍቲ ማርሻል ኣርት ገሊኦም ኣብ ስራሕ እዮም ዝርከቡ ገሊኦም ደማ ካፍቲ ስራሕ ወፂኦም ግን እቲ ማርሻል ኣርት ክዓቢ ምሳና ኮሚቴያዊ ስራሕ ይሰርሕ ኣለዉ ካብ ኮሚቴ ላብ ፌደረሽን ክቅይሩ እዮም ፃዕሪ ዝገብሩ ዘለዉ ንሳቶም ኣብ ጎንና ኮይኖም ኣንፈታት እውን ይውና ይነሪቲ ናያቶም ደማ ተቀቢልና ሕና ብናያቶም ዓቅምን ተመኩሮን ሸርላ ገበርና እቱ ደድሕሬና ዝስዕብ ዘሎ ጀነረሽን ላረከብናዮ ኢና ንኸይድ ዘለና። ኩሉ ፈተናታት ሓሊፎም ንሃና ዘረከቡና ዓበይቲ ኣሰልጠንቲ ብፍላይ ማለት ክሳብ ሐዚ እውን ግራንድ ማስተር ብርሃኑ ነጋሽ እና ግራንድ ማስተር ሙዑዝ ደስታ ሐዚ እውን ተተካእቲ ኣብ ምፍራይ ገና ኣብቲ ስራሕ ውሽጢ ኣለው። ኦረዲ ግራንድ ማስተር ግርማይ በርሂ ከዓ ኣብ ቢሮ ከም ኮሚቴ ፕሬዚዳንት ኾይኑ እዚ ስፖርት እዚ ናብ ፌዴሬሽን ንክዓቢ ዓብይ ፃዕሪ ዝገብር ዘሎ ግራንድ ማስተር እዩና ኣንሕና ከዓ እሶም ብዝሃቡና ኣንፈት መሰረት ማሕበር ኣጣይሽና ኣሰልጠንቲ ተሓባቢሩ ምስ ኮሚቴ ተናቢቡ ናብቲ እሶም ዝሓስብዎ ዘለዉ ናይ ፌዴሬሽን ንምዕባይ ንሕና ከዓ ናብቲ ንደልዮ ደረጃ ንክበፅሕ ተናቢብና ኢና ንሰርሕ ዘለና።
ናብ ዜናታት